ሓዳር ጌርካ ትርጉም ሓዳር ፈሊጥካ ኣብ ሓዳር ምስ በጻሕካ ምስ ወለድካ እዚ ቪድዮታት ብዛዕባ ደቂ ኣንስትዮ ትገብሮ ዘለኻ ንውላድካ እዚ ዝዛረቦ ዝነበርኩስ ቅኑዕ ድዩ ግጉይ ድዩ ኢልካ ሰሚዕካ እዚስ ምስ ጓለይ ሼር ክገብሮ ይኽእል ድየ እዚ ቫልዩ ናይ ጓል ኣንስተይቲ ሲ ብጀካ ውላድሲ ካልእ ተምፅኦ ቫልዩ የብላን ኢልካ ትዛረቦ ዘለኻ ኮፍ ኢልካ ነብስኻ መርሚርካ ነብስኻ ሓቲትካ ክትንስሓ ሶሪ ክትሓተሉ ተስፋ ይገብር ኣይ ሆፕ ገንዘብ ገረ ገዛ ክገዝ እየ ኢልካ ገንዘብ ጌርካ ገ ገዛ ክትገዝእ ትኽእል ኢኻ ቤት ትገብሮ ይክምባ የሓውስ በት ሆም ትገብሮ በዓልቲ ቤት ምስ ትህልወካ እዩ እቲ። እዚ ሕጂ ትብሎ ዘለካ ቪድዮ ንጓልካ ተርእያ ትከውን ሓደ መዓልቲ ኢላ ተዛሪባትኒ which is ብጣዕሚ ደስ ዝብለኒ ጓለይ ጓል ዕስራን ክልተን ዓመት ክትምርዖ ከምኡ ውን ክብላየ ውላድ ምካኑ ኣገዳሲ ኣብ ዓለም ገንዘብ ገለመለ ኣገዳሲ ከም ዘይኩካኑ ክነግራየ ብንእሽትኣ ኮላ I hope ከኣ ትምህርታ ወዲኣ ጓል ዕስራን ክልተን ዓመት ክትምርዖ and እንድሕር ተካኢሉ ናብ ገዛ ኮፍ ኢላ ደቃ ክተዕቢ I will be I will be so much happy and I will be glad ጓለይ ከምኡ ክትገብር so I I ጸገም የብለይን ኣብኡ I'm happy I'm happy ንጓለይ ከምኡ ኢለ ክከርዳኣ ከምኡ ውን ክብላ

ጭኑቃት እዮም ስለምንታይ ተጨኒቆም because they feel under value ኮይኑ ዝስምዖም ኣብ ገዛ they don't think they've contribute enough to the house ሳልሳይ ከዓ ሓንቲ መወዳእታ ዝበለትካ ካብዚኣ ምኒፕሌት ይገብሮን ተመወዳሲ በተነዋድ ምኒፕሌት ይኹን ኣለዋ ኣብዚ ሕጂ እዋን ሶ ስሳ ፐርሰንት ኣብ ሰብ ሓዳር ዘለዎ they depress so እቲ ሃፒ ሜሪድ ሜን ኢዝ ሃፒ ሜን ትብል ምስላ ቀደም እያ ትሰርሕ ነራ ሕጂ ትሰርሕ እያ ሰብ ምክንያቱ ስሳ ፐርሰንት እንተ ጭኑቃት ኮይኖም ኣብ ኢሎቶም ሕጉሳት እዚኦም ጭኑቃት እዮም ሰው ፍቅሪ ትህበካ ካልእ ትህበካ ዝበልካ ቋዮቃ እዮም ዝረኽቡ ዘለዉ ዝወዳት ፍቅሪ ይኮነን ይኖ ህልከት እዮም ዝረኽቡ ዘለዉ ካልኣይ እቲኣ ይክን ባይ ሃውስ ሆም ትገብሮ ሰበይቲ እንተልካ ከዓ ከም መፅናዕቲ ዝብለካ ኢገይን ሰብዓ ፐርሰንት ኣብ ዩከይ ኣብ ዩከይ ሰብዓ ፐርሰንት ዝፋትሓ ኣዋልድን ብምርጫን ስለዚ ገዛ ሂብካያ ሆም ዘይኮነ ትገብሮ ዘላ ገዛ ሂብካያ ገዛኻ ትወስዶ ዘላ ፍርቅቲ ገዛ ትወስዶ ዘላ ብፍላይ ኣብዚ ዓዲ እንድሕር ኮይኑ ኣብዚ ዓዲ ዘለኽዎ ሰብዓ ፐርሰንት ናይ ገዛኻ ሒዛቶ እያ ትኸይድ እንደን ተመሊስካ ከዓ ቻይር ሳፖርት ዝበሃል ኣሎ ዕድመኻ ሙሉእ ቻይር ሳፖርት ክትከፍለላ ትነብር ነቶም ደቅኻ ኣብ ገዛ ኮፍ ኢላ ክትሕዞም ሲ ንስኻ ቻይር ሳፖርት ትኸፍለሎም ኢማጂን ዳት so ዕድመይ ሙሉእ እናሰራሕኩ ንቻይና ሰፖርት ይኸፍል ንዓትም ደቂ ክትዞም that's different um, system which ንሱ ዘዛርበና ዘሎ ቁኑዕ ስለ ዘይኮነ ባ- እቲ ሓቂ ግን ሰብዓ ፐርሰንት ኣዋል ብምርጫን እየን ዝፍትሓ ስለዚ እቶም ወዳት ኣይኮን ዝፋትሑ ዘለዉ እቶም ወዳት እዮም እተን ኣዋልድ እየን ዝፋትሓ ዘለዋ እዚ መፅናዕቲ እዚ ግን ንኩለን ኤርትራውያን ዝውክል ማለት ኣይኮነን ንኣብነት ኣብ ኢትዮጵያ ዘለዋ ካልእ ሂወት ኣለወን ኣብ ኣም፣ ኣብ ግብፂ ዘለዋ ካልእ ሂወት ኣለወን ገለ ንሕና ንዛረብ ዘለና ግን ኣብ ቀዳማይ ዓለም ዘለዋ ደቂ ኣንስትዮ እየን ምክንያቱ ኣብ ኤርትራ ዘለዋ ካልእ ህይወት ዘለዎን ስለዚ ንዕና ኣይምልከትን እዩ ዋላ እዚ ኣነ ቪድዮ ዘእትዎ መቸም ነተን ጥዑያት ኣዋል ዝምልከት ኣይኮነ ንትኤን ኣብ ፀጋም መገዲ ዘለዋ እየን ብዙሓት ኤርትራዋን እየን ዘለዋና ጥዑያት ኣዋል ዳስ ኖ ኢንክሉድን ደም እታ ሓቂ ግን ንዚ ይመስል ዳስ ዳስ ሪያሊቲ ብኣፍካ ክትብሎ ፅቡቅ እዩ ዩ ን ሜክ ወርክ ን ሰየ ጓል ከምዚ ተፈካሪ ከምዚ ከምዚ እቲ ሓቂ ግን ድሕሪ ፍቅሪ ክትገብር ትኽእልኻ ክተፍቅራ ትኽእልኻ ክትፈትዋ ትኽእልኻ ኤቭሪቲንግ ክን ሃበን ኣብ መወዳእታ ግን ውላድ ተዘይህባትካ ካልእ ትርጉም የብሉ ስ ሪያሊቲ ስ ኖ ስኪፕ ዳት ሓቂ እዩ ኦራይት ምክንያቱ ሓቂ ትፈትዋ ነው ሓበሻ ሶ እቲ እቲ ክኸውን ዝግብኦ ግን like this thing ክኸውን ዝግብኦ ግን ንሓንቲ ጓል እንድሕር ተመርዒኻያ ሓዳር እንድሕር ጌርካላ ሽዑ ኣምላኽ ውላ እንተዘይሂብዋ ክትፈትሓ ወይ ናብ ካልእ ክትከውን እዝዩ እቲ ጌጋ ምክንያቱ ኣምላኽ እንተዘይሂቡካ ኣምላኽ ኣይሃበካን እዩ ደስ ኣብኣይ ንብፃሕ እንተ ደኣ ብምርጫ ሃልያ ግን እዛ ሰብ እዚኣ That's that's different topic ሕና ከኣ ነተን ብምርጨን ከምኡ ኢለን ዘለዋ ኣዋልድ ኢና ንዛረብ ዘለና እተን ብምርጨን ንገንዘብ ንካልእ ነገራት ቼስ ክገብራ ዕድመአን ዘሕልፈኦ ዘሎ ኣዋልድ ንዐን ዝውክል እዩ እዚ ጉዳይ እዚ ኖ ሶ ሕጂ እውን ዝገርመን ነገር ሕጂ እውን ካብ ንዓይ ምፅራፍ ወይ ካብ ንዓይ ኬትካ ከምዚ ምግባር እቲ ሪያሊቲ ዘለካ ዕድመ ምጥቃም እዩ ታስ ቤስት ቲንግ ክንዱ ጓ 30 ዓመት ኩን ጓ 45 ዓመት ኩን እቲ ዘለካ ዓመት ተቐዳዲምካ ሕጂ ውን ውለድ so እቲኣ ውላድ ንጓል ጥራይ ገለ ይኮነ ግን ኣንተበይለያ ንኩላትና እዩ ዋላ ነወዳት ከማን ይምልከት እዩ ምክንያቱ ንሕና ክንወልድ ኣለና ረስተስ ኩሉ ነገር ለጀስ ቢኦነስ እዚኣ ጥራይካ ገዲፍካ ትኸይድ ኣብ ዓለም ሽምካ ሒዙልካ ዝፀንሕ ወዲ እባ ሽምካ ዝከተፈልካ ዝኽእል ውላድ እዩ ስለዚ ውላድ ዓገብ ኣደኖ ስለምንታይ ከማን ሳም ኣደኖ ዋይ ድደ ኢቭን ላይክ ኢትስ ቢግ ኣግሪመንት ሳምሃው ዊች ኢዝ ኤቭሪቲንግ ሪል ባት ከምዚ በለያ ግን ኩሎም ኣወዳት they not happy they depress and um, ዝበዝሑ ወዳት ከዓ they make money behind strong um, successful men ትብል ዘለካ ኢላን ማስክ ኤቭሪቲን ኣስ ትራምፕ እዚኦም ኩሎም ሉክ uh, ኣፍተር ንገብሮም ንሕና ቨሪ ሰክሰስፉል uh, ዝኾኑ ሰባት ኣርባዕተ ሓሙሽተ ንስቲ በፂሖም እዮም ናቲንግ ዋን ውመን ሰክሰስፉል መን ዝበሃል የለን ጀስት